ካባኺ ዝደልዮ መጨረሻ እንታይ እዩ? የስ ኣይ ካን፣ ይኽእል እየ፣ ኣእምሮይ ይገድለይ፣ ምግጃፈይ ኣይኮነን፣ ምግጃፈይ ውጽኢት ናይ ኣእምሮይ እዩ፣ ምግጃፈይ ውጽኢት ናይ ርድኢተይ እዩ፣ ምግጃፈይ ነጸብራቕ ናይ ናብራይ እዩ፣ ኣብ ውሽጠይ እንድሕር እዕረዮ እሱ ብድሆ ኣይኮነንን እዩ ኢልኪ ክትኣምኒ ክትክእሊ ኣለኪ መጀመርያ። እንድሕር ደይኣመንክሉ ሓፍተየ እስኪ ክትከድዮ ትደሊ መንደቕ ኣብዚ፣ ኣስካላ ክትድይብዮ ደለኺ ኣብዚ፣ ኮንቱ እዩ ክኸውን። መጀመርያ ክትኣምንሉ ክትክእልለኪ፣ እዚ ናትኪ ናይ ገዛእ ርእሲ ዋንነት ወሲድኪ እዚ ክገብሮ ይኽእል እየ ክትክብልለኪ፣ መጀመርያ ክትኣምኒ ክትክእልለኪ ከም ትኽእሊ፣ Yes I can፣ በዚ እንድሕር ትሓልፊ ኣለኺ፣ ኣጋጣሚ ኩሉ ተደይ ርኢኽዮ፣ ንክትጸንሒ ሕርሲ እንድሕር ክትክእሊ ትኽእሊ ኮንኪ፣ You can do anything፣ እመንኒ፣ Anything፣ The hardest pain known ስጋዕ ሕጂ ንሰብ እቲ ድኸበደ ቃንዛ ድበሃል እግሪ ምቑራጽ ኣይኮነ መጥባሕቲ ይኮነ ሕማም ሕስቲ እዩ ንዑ ኪኢልኪ ትኸዲ ካልእ ሂወት ከትርፈኪ ኣይግብኦን እዩ ኣፋጣጥራና ንባዕሉ ብብልጫ እቲ ካልእ ድኽመት ገለ ድበሃል ጓል ምዃና ድኽምቲ ምዃና መግደፎ ሓይሊ ክበሃል ከሎ ንስኺ ሓይሊ ምዃንኪ ግን ካልእ ነገር ኣየድልየክን እዩ ኣፈጣጥራኺ ንባዕሉ ሓይሊ እዩ ሓይሊ ኣለኪ ደይኮይንስ ሓይሊ ኢኺ I'm not trying to to boost you up ናተይ ሃይፕ ኣይኮንኩን ክኸውን ዝደልዮ ኣበሃህላይ ናይ ብሓቂ ትርጉም ሃልይዎ ተረዲእዎ ኣሃ ኣነ እባ ይኽእል እየ ከምኡ ከብድ ነገር ክጸወር ዝኽእል እንድሕር ኮይነስ በብንኣሽቱ እንዳገበርኩ እቶም ዘለዉኒ ብድሆታት ክሰግሮም እኽእል እየ ክትብሊ ከለኺ ክትበጽሒ ትኽእሊ ኢኺ ንዓኣ እንድሕር ደይ ኢልክያ ውሽጥኺ እንድሕር ደይ ኣሚንሉ ግን ኩሉ ግዜ ባርያ ናይ ስምዒት ክኾንኪ ክትተርፊ ኢኺ ባርያ ናይ ርድኢት ክኾንኪ ክትተርፊ ኢኺ ባርያ ናይቲ ንዓኺ ኩሉ ግዜ ምዕግሽጋሽ ዝፈጥረልኩም ተርፊ ክትኮንኪ ክትተርፊ ኢኺ so I challenge you እታ ነብስኺ ከም ኮኾብ ትሓስብያ እንድሕር ኮንኪ፣ ብልጽቲ ጌርኪ ትሓስብያ ተኾንኪ፣ ንኻልኦት ሰባት ከኣ ትዕቅበልካ ድያ ኮኾብ? ኮኾብ ብርሃና ትዕቅበልካ? ኣይትዕቅበልካን እያ። ስራሕኺ እንታይ እዩ? ኣብ መንጎኽን ኣብ መንጎ እቲ ካልእ ሰብ ደሎን ደበና፣ ደሮና፣ እንታይ እዩ ብዘየገድስ ምግላህ እዩ እምበር ኮኾብ ብርሃና ኣይትዕቅበልካን እያ። ኦኬ። ክትህበካ እንድሕር ኣሚንኪ፣ Yes I can እንድሕር ኢልኪ ብዚ ሰንድይድ ናብ ዓሰርተ ሰብ ናብ ዓሰርተ ሓሙሽተ ሰባት ካልእ ውን ከማኺ ክነቕሓ ኣለወን ይኽእላ እየን ክበጽሓ ይኽእላ እየን ቀዳምነት ነብሰን ክሰርዓ ኣለወን ትብልየን እንድሕር ኣልየን ኣይ ቻለንጅ ዩ ክትሰድያ ኣቱም ኣሕዋተይ ከኣ ኣቱም ኣወዳት ከኣ ን መጻምድትኹም ምስዓር ማለት ን ደቅኹም ምሕጋዝ ማለት ኢትስ እ ዳብል ዊን እ ዳብል ዊን ኣነ ኮ ጅም ምኻድ ክልተ ሰዓት ካበይ ክተምጽኦ ንጅም ክትከይድ ክልተ ሰዓት ሙሉእ ንጅም ድኸውን እንድሕር ኣለካ ኮይኑ ቲንክ ኣባውት ኢት ዩ ሃቭ Eight times more time ሸሞንተ ዕጽፊ ግዜ ኣለካ ኣብ ገዛ ክትሕግዘሉ ትኽእል፣ ነብስኻ ክተዕብየሉ ትኽእል፣ ክተንብበሉ ትኽእል፣ ክትጽልየሉ ትኽእል፣ በቲ ድርዳእካ እምነትን ቋንቋን ድላይካ ክትገብረሉ ትኽእል ሸሞንተ ዕጽፊ ካብቲ ንዓኻ ደድልየካ ንላዕሊ ኣለካ ንጂም በጺሕኻ ክትመጽእ ትኽእል ተኾንካ ስለዚ ንምንታይ ተፍርቃ ንዐኣን ኣብ ምዕባይ ኢንቨስትመንት እዩ እዚ ንስኻ ኣብ ገንዘብ ረኺብካ ተወፍር እንድሕር ኣለኻ ኮንካ እመነኒ ሓደ መዓልቲ ሓደ ሌባ ምስ ሰረቐካ ንሱ ክጠፍእ ይኽእል እዩ ኣብ ገዛኻ ትገብሮ ነሕዋትና ነዘን ኣዋልድ ኣብ ምዕባይ ንዐዐን ኣብ ምድጋፍ ትገብሮ ወፍሪ ብምሉኡ ግን ነባሪ ኢንቨስትመንት ኢዩ ነባሪ ኢንቨስትመንት እንዳ ሐደረ ንሐጉሰካ ኢንቨስትመንት ኢዩ so i challenge you each and every one of you ካባይ ጀሚርና መጀመርያ ኣብ ገዛና ንገብሮ ወፍሪ ጥንቁቃት ክንከውን ንዐዐን ግዜ ክንህበን ክንኣቱ ከለና ሜላታት ግን ኣለዉ ክንሕግዘሉ ንኽእል ንዐዐን ነጻ ክንገብረለን ክምሸጣ ጽፍረን ክሰርሓ ገለ ዘይኮነ ኣየድልን እዩ ማለት ኣይኮነን፣ ገዛእ ርእሰን ክሪኣሉ ዝኽእላ፣ ንዐኣን ዝኸውን ግዜ ክህልወን የብለንን፣ ሚእቲ ካብ ሚእቲ ኩላህና ኣብዚ ንፈልጦን ንርድኣናን እዩ፣ ንገዛእ ርእሰን ግዜ ክህልወን ክንሕግዘን ክንክእል ኣለና፣ ኣቱም ኣወዳት ነቒሐ እየ ትብል ተኾንካ ንቕሓትካ ኣብ ገዛኻ እዩ፣ እንታይ ስራሕ ትሰርሕ ኣይኮነን፣ ጽባሕ ውዒልካ መጺኻ ኣብ ገዛኻ you're not helping so I challenge you each and every one of you to support to support ንዐኣን ናይ ገዛእ ርእሰን ግዜ ክህልወን እግዚኣብሄር ኣቐድሙ ኩሉ ግዜ ንሱ ድሕር ኮይኑ መወከሲ ኢኹም፣ ኣበየናይ እምነት ኣለኹም ብዘየገድስ ብእግዚኣብሔር ስጋዕ ተወከስኩም ናይ ግድን ኣካይዳኹም ኩሉ እውን ብሉጽ እዩ ዕዉት እዩ and ፍረ ከኣ ኣለዎ ስለዚ go in ትኽእሊ ኢኺ ሓይሊ ኢኺ ሓያል ኢኺ ዘይኮነስ ሓይሊ ኢኺ እዚኣ ሒዝኪ ኺዲ